ኪሎ ስጋ ገዝኡሉ ጥራይ ከብሎም ኣይኮነ ዝፀግብ ሰቶ ዓይኖም ከዓ ክፀግማ ማት ሳይ ነገራውያን እዮም ሕጂ እዚ ንክገብሩ ንዓና ጥፍዮና ንዞም ቀሴልና ንበልዕ በዚ ስራሕ የምሃሩና ከምኦም ዝያዳ ከይንበልዕ በዚ ሪኢኻ ኣለኻ ንላ ከዓ ሕጂ ዓለም ከም ድላዮም ክንገብራ እዮም ኣይትብላዕ ኣይትስተ ዝገብሮ ዘሎ ዓለም እኮ ትሕቆን እያ ዘላ ኮይኑ ይስምዓኒ ብዳሕራይ ጠስሚ ድያ ክተውፅእ ሰብ ወይ ድማ ሓደ ሰብ እደልየካ ድዩ ኣይደልየካን ጽቡቅ ጌርካ ኢኻ ትፈልጥ ስለምንታይ ደኣ እሞ ዝበዝሐ ሰብ ዝደናገር ወይ ድማ ዝታለል ኢልና እንድሕር ደኣ ሓቲትና ወይ ድማ ዝብል ሕቶ ትዕውን ብፍላይ ኣብ መጀመርታ ኣብ ከቢድ ዝኾነ ፍቅሪ እንድሕር ኣቲኻ ምስትውዓልካ ይውሕድ ርድኢትካ ብስምዒት ይዕብለል እሞ ወይ ከዓ ልዕሊ ብርድኢት ብስምዒት ክትውስን ትጅምር ኣብ ዘይተደለየ ውሳነ እውን ትኣቱ ወይ ድማ ሃሳዪ ዝኾነ ውሳነ ትውስን ወይ ድማ ነታ ሰብ ምስ ቀረብናያ ወይ ድማ ምስቲ ሰብ ዝምድና ምስ ፈጠርና እቲ ባህርያቶም ኣዝዩ ሓያል ወላ እናተበደልካ ከለካ ክትፍለዮም ኣዚኻ ትሽገር ከምዚ ቶክሲክ ዝኾነ ባህሪ ዘለዎም ኣብ ናትና ሕብረተሰብ ብዙሕ እዚ ባህሪ እዚ ኣይተገልፀን ግን እንሕዳለለ ክንገልፀልኩም ክፍትን እየ ኣብ ዝመፅእ ጠቕላላ ዋላ ሰብ መፂኡ ከውፃካ ዘይክእል ካብ ኢሎም ኣዝዮም ሓደገኛታት ሰባት እዮም ማለት እዩ ብፍቕሪ ክሳብ ዝተኣሰርካ ከዓ ክትርሕቆም ክከብደካ እዩ ወይ ከምዚ እቶም ሰባት ምሽ ብግብሮም ወይ ድማ እቲ ናቶም ኣካይዳ ከምዘይደልዩካ ኣገዳሲ ሰብ ከምዘይኮንካ የርእዩካ እሞ ግን ከዓ መግለፂ ትደሊ ከምዚ እወ ኣብ ልዕሌኺ ደለኒ ስምዒት ወይ ድማ ኣብ ልዕሌኻ ደለኒ ስምዒት ከምዚ ከምዚ ከምዚ እዩ ስለዚ ንፈላለ ገለ ድብል መግለፂ ንፁር ዝኾነ መግለፂ ክቡና ንደሊ የለን ከምኡ ድበሃል የለን ምናልባት ዕድለኛ እንድሕር ኮንካ ስለምንታይ እዮም ከምኡ ደይብሉ ድብሉ ወይ ከዓ ዘይብሉ ኢልና እንድሕር ሓቲትና የታልሉኻ ክሳብ ዘለዎ ወይ ድማ ንሳቶም ጥዒምዎም ክሳብ ዘሎ ናትካ ስምዒት ኣይገድሶምን እዩ ንስኻ ግን ብእምሮኻ ስምዒታትካ ይትንከፍ ወይ ድማ ግዜኻን ኣእምሮኻን ትህሰ ካብኡ ዝዓቢ ወይ ድማ ካብኡ ዝኸፍእ ነገር ከዓ የለን ኣብ ልዕለይ ዘለዎ ወይ ድማ ኣብ ልዕለይ ዘለዋ ኣይርዳእንን እዩ ንዝብል ሕቶ ከኣ ሓደ ሰብ ኣብ ልዕሌኻ ዘለዎ ተገዳስነት ወይ ድማ ከመይ ኢኻ ንዕኡ ትፈልጠሉ ሓጺር ዝኾነ መገዲ በቲ ዘርእየካ ምልክታት ወይ ድማ በቲ ዘርእየካ ኣብ ልዕሌኻ ዘርኦ ተግባራት፣ ኣካይዳ፣ ኣዘራርባ ኩሉ በዚ መገዲ እዚ ክትፈልጥ ትኽእል ኢኻ። ተረዲእኩም ኣባህላይ? ክትርድኡኒ ዶ ኣለኹ? ከይትዕውኑ ኣነ ውን ንባዕለይ ዓዊነ እየ። መዚኣ ንስርሓያ ንስርሓያ ካብ ዝገርመካ ክልቴን ኣይናቢን ከዚ እዚኣ ኔራ ውፊ ካልእ ኣይነበረትን ያ ብዓብይ ጊን ብዓብይ ጊን ዝኾነ ሰብ ክፈልጥ ዘሎ ንሕና ከም በርጌድ ንሓመዱ ኣብ መሬት ወሪድና ክትሰርሕ እንተኾይና ህዝባዊ ግንባር ኣብ ሽሕን ትሽዓተን ሰብዓን ሓሙሽተን ንወያነ ስለምንታይ መሪጹ ንተጋላሓነት ኤርትራ ድምጽዎ

ምክብባር ዘለዎ ሃናጺ ዝምድና ዳግማይ ክምስርታ ምምሕዳሩ ቅሩብ ምዃኑ፣ ከምኡ'ውን እቲ ኣብ ቅንዕናን ምክብባርን ዝተመስረተ ዝምድና ኣብ መላእ ቀርኒ ኣፍሪቃን ቀይሕ ባሕርን ዘሎ ናይ ሰላምን ብልጽግናን ዕድላት ዘመሓይሽን ብምባል'ዮም ዘርጊሖምዎ ዘለዉ። ብሕጽር ዝበለ ጽምዶ ኤርትራን ኣሜሪካን እንዳ ጀመረ'ዩ፣ ውጽኢቱ ድማ ኣብ ቀጻሊ ሓቢርና ክንሪኦ ኢና። ካልኣይ ዜናና ኣብ ቱርኪ ተኣሲሮም ዘለዉ ኤርትራውያን ናብ ሃገሮም ክጥረዙ ምዃኖም ይሕበር ኣሎ። እቶም ኣብ እዝሚር ዝተባህለ ከተማ ኣብ ላቫጂ ዝተባህለ ቤት ማእሰርቲ ዘለዉ ልዕሊ ሚእትን ስሳን ዝበጽሑ ኤርትራውያን ቱርኪ ኣኪባ ብዘይድሌቶም ንኤርትራ ክትጥርዞም ወዲኣቶ ስለዘላ ኣብ ዝተፈላለየ ዘሎ ግዱስ ዜጋን ተጣባቂ ሰብኣዊ መሰላትን ድምጺ ክኾኖም ሓቢሮም ኣለዉ ማለት እዩ። እዚ ከምዚሉ እንከሎ ኣብ ኣንጎላ ብሰንኪ ዘሎ ዕግርግር ተፈጢሩ ብዘሎ ብዙሓት ኤርትራውያን ኣብ ሻቕሎት ይርከቡ ማለት እዩ። እቲ መንግስቲ ናይ ኣንጎላ ብሰንኪ ኣብ ነዳዲ ዝወሰኾ ዋጋታት ዝተላዕለ ግጭታት ንብዙሓት ትካላት እውን ይሃሲ ከምዘሎ እዩ ዝግለጽ ዘሎ። ብሓፈሻ ኣብ ምሉእ ኣፍሪቃ፣ ኣዲስ ኣበባ፣ ኡጋንዳ፣ ኣንጎላ፣ ኬንያ ገለ ዘለኹም ኤርትራውያን እቲ ኩነታት ናይታ ሃገር ከም ትሪእዎ ስለ ዝኮነ ኣብ ዝኮነ ክትጥንቀቁ እዩ ዝግባኣኩም ኣይኮነን ግን ዝኮነ ነገር ኣጋጢሙኩም ዝሓተልኩም መንግስቲ ዝጣበቀልኩም ኤምባሲ ገለ ስለ ዘየለ ነፍሲ ወከፍ ኤርትራዊ ብዝተካእለ መጠን ክጥንቀቅ ይላቦ ማለት እዩ። ናብ ዜና ስነጥበባውያን ምስ ንሰግር፣ ስነጥበባዊ ኑህ መስተ መስክርለይ ዘርእስታ ሓዳሽ ደርፊ ሎሚ ኣብ መጋርያ ኢንተርቴመንት ዘርጊሑ ኣሎ ማለት እዩ። እታ መስክርለይ ትብል ደርፊ ሓንቲ ኣፍቃሪቱ ዝነበረት ምስ ዝተፈላለዩ ሰባት ብዛዕብኡ ሕማቕ እዛረብ'ሞ ኣነ ከም ዘይኮንኩ በዳልስ መስክርለይ ትብል ጥዕምቲ ደርፊ'ያ። ኣብ መወዳእታ ሎሚ ካብ ዝወዓለ ኣዛራቢ ናይ ቃና ነሽ'ዩ። እዛ እትርእይዋ ዘለኹም መርከብ ኣብ ኢትዮጵያ ቀጻሊ ፈቖዶ ዓዲ ትኸይድ ኣላ እናበልና ነቕርባ ዝነበርና ሎሚ ኣብ ከተማ ባህርዳር ድምቕ ዝበለ ኣቀባብላ ተጌርላ ኣሎ። ናብ ቦታኣ'ውን ብሰላም እንዳ በጽሐት'ያ። መንግስቲ ኢትዮጵያ ነዛ እትርእይዋ ዘለኹም ጃልባ ዝገዝኣሉ ምኽንያት ናፍቲ ጣና ዝተብሃለ ዓብዪ ቀላይ ወሲዱ መስሕብ ቱሪዝም ገለ ንምግባር እዩ እንታይ ክጥቀሙላ እውን ሓቢርና ክንርኢ ኢና ብሓፈሻ ግን ድሙቕ ኣቀባብላ ተገይርላ ኣሎ ከምቲ ልሙድ ላይክ ኣይትረስዑ ዝተረፈ ከዓ ከምቲ ልሙድ ኣብቲ ዩቱብ ኬድኩም ምርኣይ ኣይትሕመቑ ኢኹም ኣየሳእነና ብሩኽ ቀዳመ ሰንበት ጋዜጠኛ ነሽነሽ ካብ ሃገረ ጀርመን የቐንየለይ። ንሓደ ዓብ ሰብኣይ ጉንዲ እዝኑ ምስ ጸፍዕዎ ኣብ እስራኤላውያን ኣብ ካምፒ ቁፅ ሰለስተ እንታይ ዝበሃል ቁፅ ሰለስተ ዝበሃል ዓጋፍ ሰለስተ ነይረ ኣብ ዓጋፍ ሰለስተ እዩ ዝሽግር ዝጋጢሙ ዓጋፍ ዓጋፍ ሰለስተ እዩ ፅቡቅ ኣሎ ሰለስተ ነይረ ሰለስተ ኣብዚ ግዜ እዚ ነዚ ሰብ እዚ ዝፀፍዕዎ ኣነ ሓሪቐ ንምንታይ ንዓ ነዚ ዓቢ ሰብኣይ ትጸፍዖ የሎ ነቲ ዱርዚ ድርዚ እዮም ዝበሃሉ ብዛ ዓዲ ነዚ ዱርዚ ይዛረቦ ማለት እዩ ንምንታይ ክትጸፍዖ ንሓወይ ኢለ እዛ መተላሶትካ ኸ ወኪሉ ኣኽፋትልኻ ግድሰካ ኢሉ ዝዓይነቱ ንዓይ ወስ ክብለን ምስ ፈተነ ኣነ ከዓ ኢዱ ይሰብሮ ማለት ነዚ ፖሊስ ማለት እዩ ነቶም ኣብኡ ዝነበሩ ፖሊስ በብሓደ ዘዝመፁኒ ይኣትዎም ማለት እዩ እዛ እንዳ ሻዕብያ ዝመሃሩና ኣላ ምግምጣር ገለመለ ኣብኣ ስለ ኣብኣ ተፃዊትና ኣሎም ማለት እዩ ናብቲ ትብሎ ዘለካ ፕሮግራም የብፅሐና ነገር ሓሊፉስ ዓሪፍና እቶም መናእሰይ ደቅና ተረኪቦም ስርሖም እናሰርሑ ንሕና ድማ ምስ ደቂ ደቅና ኮይና ብሰላም ኣብ ትግራይ እንነብረሉ ካብ ኩሉ ነገር ዘጽልእን ክነግረካ ሕዚ ናብ ትግራይስ ብናይ ሻዕብያን ብናይቶም ኮርን ካብ ኮርን ላዕሊ ዝበሃሉ ዘለዎ ሰባትን ሸርሒ ምክንያት ናብ ትግራይ ክኣቱ ዘይምክኣለይ ዝፈጥረለይ ሓዘን ክነግረካ ይክእል እዚ ክልወጥ ይደልዩ ኢቨን ኣት ፐርሰናል ለቨል ትግራይ ምእታው ዘይክእል ምዃነይ ክፈልጥ ከለኹስ ለይቲ ብምሉእ ለይቲ የሕዝነኒ ናተይ ጥራሕ ዘይኮነስ ናይ ህዝቢ ትግራይ ፌት ከመዓራሪ እየ ኢለ ዝሓስብ ዝነበርኩ እሞ ክሻብ ዝርደኣኒ ትግራይ ኣብ ፀገም ኣትያ ኣላ ክትበሃል ከላ ከይሰሳዕኹ ኩሉ ዝግበር ነገር ንትግራይ ዝገበርኩ ሰብ ናብ ትግራይ ንምእታው ክኽልከል ከማይ ዝመሰለ መዓት ሰብ ኣሎ እንታይ ዓይነት ፖለቲካ እዩ ኢሉ የጉህየኒ። ስለዚ እቱ ነገር ተለዊጡስ ኣብቲ ራህዋ ዝበሃል ፕሮግራም መፂና ሰላም ኮይኑ እናስሓቕና እናተፃወትና ክነውግዖ ይደሊ ንሎሚ ግን መሓረኒ። ፅቡቕ ከምሕራካ እየ።

ወዲ ኣይተኸ እሞሎላ ግዜ እሲ ግዜ እሲ ንሰበይተይ ንፍቕረይን ዘይኮን መንእሰይ ድያን ናብዛ ግን ክትምለስ ደሎ ሓቂ ስከ
እምበኣር ኣብ ድካ ኣላ ድሕሪተይ ተጋሩ ተጋሩ ናብ ተጋሩኩም ንስኻ ትግራዋይ ድኻ ፅምኖ ኣለኻ ካብ ወዲ ዓዲ ኋላ እያ ወዲ ዓዲ ኋላ ዓዲ ኋላ ኤርትራውያን ኤርትራውያን ደቂ ዓዲ ኋላ ደቂ ዓዲ ኦኬ ቤተሰብ እስቲ ሓሳብኩም ኣብ ኮሜንት ኣፍልጡኒ ኢኩም ብዛዕባ እዚ ሎምዓንቲ ልሓዝኮም ቪድዮታት እዚኦም መስሉ ነይሮም ኣብ ቐፃሊ ብልገራርሙና ትኩሳት ሓድሽቲ ልኮኑ ቪድዮታት ሒዘልኩም ክምለስ እየ እስካብ ሽዑቲ ግን subscribe እና like ብምግባር ናዚ ቻናል እዚ ቤተሰብ ምካን ከይትርስዑ peace out።